ምዕራፍ ሓሙሽተ ፈጠራዊ ሓሳብ ሕሰብ ብመጀመርታ ነቲ ብዛዕባ ፈጠራዊ ሓሳብ ግጉይ መረዳእታ ኣወጊድና ናብ ትርጉሙ ንርአ። ስነ ፍልጠት ምህንድስና ስነ ጥበባዊ ስርሓት ድርሰት ጥራይ ከም መመመይን መምዘንን ናይ ሓደ ፈጠራዊ ሓሳብ ክኾኑ ኣይክእሉን እዮም። መብዛሕትኦም ሰባት ፈጠራዊ ሓሳብ ምስ ምምሃዝ ኤሌክትሪክ ወይ ጸረ ፖልዮ ክታበት ምርካብ ወይ እውን ሓደ ዓብዪ ልብወለዳዊ ጽሑፍ ምጽሓፍ እዮም ዘተኣሳስርዎ። እዚኣቶም ብርግጽ ናይ ሓደ ዕማም መፈጸምታ ወይ መፈጸምታ ናይ ፈጠራዊ ሓሳባት ዝኾኑና ጭብጥታት እዮም። ፈጠራዊ ሓሳብ ግን ንሓደ ውሱን ስራሕ ወይ ዕማም እተወሰነ ወይ ድማ ነቶም ኣዝዮም በላሕቲ ሰባት እተሓዝእ ነገር ኣይኮነን። ፈጠራዊ ሓሳብ ክትርጎም እንከሎ ሓደ ሓድሽ፣ ዝተመሓየሸ መገዲ ምንዳይ ማለት እዩ። ንሓደ ነገር ብዝተመሓየሸን ዝማዕበለን ኣጋባብ ከተተግብሮ ምሕላን እዩ። ክትግበር ከም ዝከኣል እመን። ኣብዚ መሰረታዊ ሓቂ ኣሎ፣ ዝኾነ ነገር ንኽንገብር መጀመርታ ከም ዝከኣል ክንኣምን ኣሎና። እምነት ንኣእምሮና ንመተግበሪ ዝኸውን ሓሳባት ንኸነመንጩ የበግስ። ነዚ ነገር እዚ ብዝያዳ ንኽበርህ፣ ሓደ ዝፈተንክዎ ነገር ከም ኣብነት ከቕርብ ነቶም ዘሰልጥኖም ተምሃሮ ከምዚ ኢለ ሓቲተዮም፣ ኣብዚ ውሽጢ ሰላሳ ዓመት ኣብያተ ማእሰርቲ ከነጥፍእ እንታይ ክግበር ይከኣል? ኢለ ሓቲተዮም። እቶም ተማሃሮ ብምድንጋር ተኣኒዶም ኣፍጢጦም ጠሚቶምኒ። ድሕሪ ቁሩብ ጸጥታ፣ ኣብዚ ውሽጢ ሰላሳ ዓመት ኣብያተ ማእሰርቲ ጠሪሽና ከነጥፍእ እንታይ ክግበር ይከኣል? ኢለ ደጊመሎም። ምስ ደገምኩሎም ናይ ልበይ እሓቶም ከም ዘለኹ በሪህሎም። ሓደ ካብኣቶም ብዓውታ እዞም ኩሎም ሰረቕቲ፣ ጎሓላሉ፣ ቀተልቲ፣ ዓመጽቲ፣ ብብልሽውና ዝተቖማጥዑ ክፍትሑ ማለትካ ዲኻ? እትሓቶ ዘለኻ እምበር ዶ ተረዲእካ ኣሎ እዩ? ወላ ሓደ ካባና ብሰላም ክነብር ዝኽእል የለን፣ ቤት ማእሰርቲ ደኣ ክህሉ ኣለዎ እምበር በለኒ። እቶም ካልኦት እውን በብኣፎም ቀጸሉ። ቤት ማእሰርቲ እንተዘይሃለወና ኩሎም ሕግታት ክጠሓሱ እዮም። ገለ ሰባት ብተፈጥሮኦም ገበነኛታት እዮም። ገለ ነገር ተጋጢሙ ቤት ማእሰርቲ ኣድላዩ እዩ። ብዛዕባ ዝተፈጸመ ቅትለት ኣብ ናይ ሎሚ ጋዜጣ ኣንቢብካዶ? ዝተፈላለዩ ኣብያተ ማእሰርቲ ንክህልዉ ዝገብሩ መርትዖታት ኣቕሪቦምለይ። ሓደ ካብኣቶምውን ቤት ማእሰርቲ ምህላው ንፖሊስን ንዋርድያታትን ናይ ስራሕ ዕድል ይፈጥር እዩ ኢሉ ኣስሒቑና። እዚ ኹሉ ዝነገርኩምኒ ቤት ማእሰርቲ ዘይጠፍኣሉ ነጥብታት እዩ። ኣነ ደልየ ዘለኹ ግና ቤት ማእሰርቲ ክጠፍኣሉ ዝኽእል መገድታት ሓሲብኩም ክትነግሩኒ እዩ። ቤት ማእሰርቲ ክጠፍእ ከም ዝኽእል እሞ መጀመርታ እመኑ ድሕሪኡ ንኸነጥፍኦ ብኸመይ ክንጅምር ንኽእል ንሓስብ። ቻነል ኣተሓሳስብኦም ብምቕያር ርእይቶታት ቀስ ብቐስ ክውሕዙ ጀመሩ። ሓደ እናተጠራጠረ እንተድኣ ብብዝሒ ናይ መንእሰያት ክለባት ተኸፊተን ገበን ክቕንስ ይኽእል እዩ። በለኒ። ብድሕሪዚ እቶም ቅድሚ ዓሰርተ ደቒቕ ኣብያተ ማእሰርቲ ክጠፍእ ከም ዘይብሉ ክማጎቱ ዝጸንሑ ብተመስጦ ዝጠፍኣሉ መገዲ ሓድሽ ሓሳባት ከውሕዙ ጀመሩ። ሞራላዊ ትምህርቲ ኣብ ስርዓተ ትምህርቲ ብምእታው ተማሃራይ ስነ ምግባር ክመሃር ይኽእል። ኣብ ኣብያተ ትምህርቲ ማሕበር ወለድን መምሃራንን ማለት ፒቲኤ ብግቡእ ተወዲቡን ተናቢቡን ክሰርሕ ኣለዎም። ገበነኛታት ቅድሚ ገበን ምፍጻሞም ኣቐዲምካ ምልላዮም። ድኽነትን ሽቕለት ኣልቦነትን ንምጥፋእ ኣበርቲዕካ ምጽዓር። መብዛሕትኡ ገበን ትሑት መነባብሮን ሽቕለት ኣልቦነትን ዘንቀሎ እዩ። እዚኣቶም ገለ ካብቶም ሰብዓን ሸሞንተን ንቤት ማእሰርቲ ንምጥፋእ ዝወሓዙ ርእይቶታት እተወስዱ እዮም። ካብዚ ኣብ ላዕሊ ዘሎ ፈተነ ሓደ ነገር ንርዳእ። ሓደ ነገር ክኸውን ኣይክእልን'ዩ ኢልካ እንተ ኣሚንካ፣ ኣእምሮኻ ዘይከኣለሉ ምኽንያት'ዩ ዘመንጩ። ከም ዝከኣል ከም ዝኸውን እንተ ኣሚንካ፣ ኣእምሮኻ መተግበሪ ዝኸውን መገድታት'ዩ ዘመንጩ። ንሓደ ነገር ከም ዝኸውን እንተ ኣሚንካሉ፣ ኣእምሮኻ ፍታሕ ንምንዳይ መገዲ የመኣራርን የዳሉን'ዩ። ሓደ መምህር ተማህሮኡ ኣብ ላዕለዋይ ደረጃ ክበጽሑ ይኽእሉ እዮም ኢሉ እንተዘይኣሚኑ ምሁራት ከፍሪ ኣይክእልን እዩ። ናይ ቁጠባ ክኢላታት ቁጠባዊ ቅልውላው ዘይተርፍ ኩነት እዩ ኢሎም ምስ ዝኣምኑ ቁጠባዊ ምዕባለ ክመጽእ ኣይክእልን እዩ። ብተመሳሳሊ መገዲ ንሰባት ከም እተፍቅሮም እንተኣሚንካ እተፍቅረሉ መገዲ ክትፈጥር ትኽእል ኢኻ። ውልቃዊ ሽግራትካ ክፍትሑ ከም ዝኽእሉ እንተ ኣሚንካ መፍትሒ ክትምህዝ ትኽእል ኢኻ። ሓድሽ ዓቢ መንበሪ ገዛ ከም እትውንን እንተ ኣሚንካ ክትውንን ትኽእል ኢኻ። እምነት ፈጠራዊ ሓይሊ የመንጩ፣ ከም እትገብሮ ዘይምእማን ከኣ ልጓም ሒዙ ኣይንቀሳቐስን። ከም እትገብሮ እመን እንተ ኣሚንካ ብሃናጺ መገዲ ክትሓስብ ትኽእል ኢኻ። ኣእምሮኻ ናጻ እንተ ሓዲግካዮ መገድታት ክፈጥር ይኽእል እዩ። ሓደ መንእሰይ ዕቤት ዘርክብ ስራሕ ንኽረክብ ክሕግዞ ሓቲቱኒ። ብዛዕባ ሕሉፍ ድሕረ ባይትኡ ሓቲተዮም። ኣብ ካልኣይ ዓመት ናይ ዩኒቨርሲቲ ትምህርቱ ኣቋሪጹ። ኣብ ሓደ ውሑድ ደሞዝ ዘለዎ ስራሕ ተቖጺሩ'ዩ ዝሰርሕ ነይሩ። ብመጀመርታ ናይ ርእሰ ምዕባለ መሳልልካ ክብ ንምባል ምሕሳብካ እድንቐካ። ነዚ ትደልዮ ዘለኻ ስራሕ ንኽትረክብ ኣብዚ ሕጂ እዋን ናይ ኮለጅ ድግሪ የድልየካ። ብመጀመርታ ትምህርትኻ ካብቲ ዘቋርጽካዮ ቀጺልካ ክትውድኦ'የ ዝመኽረካ። ነዚ ክትገብር ክልተ ዓመት ጥራይ'ዩ ዘድልየካ። በልክዎም። ትምህርቲ ኣገዳሲ ምዃኑ ይርድኣኒ፣ እንተኾነ ኣነ ናብ ትምህርቲ ክምለስ ዘይከኣል'ዩ። ብምባል መሊሱለይ። ስለምንታይ ዘይከኣል? ኢለ ሓተትክዎም። ብመጀመርታ ኣነ ወዲ ሰላሳ ዓመት'የ፣ ብዘይ ንሱ'ውን ኣቦ ክልተ ቆልዑ በዓል ሓዳር። ኣላይ ስድራ'የ። ብዘይካ'ዘን ሕጂ ዝረኽበን ዘለኹ ደሞዝ ካልእ ኣታዊ የብለይን። እናሰራሕኩ ክመሃር እንተኾይነ እውን ንትምህርቲ ዝኸውን ግዜ የብለይን በለኒ። እዚ መንእሰይ ትምህርቱ ክቕጽል ከም ዘይክእል ንነብሱ ኣእሚንዋ እዩ። እንድሕር ጠሪሽካ ትምህርቲ ከም ዘይትቕጽል ንርእስኻ የእሚንካያ ትምህርቲ ክትቅጽል ኣይትኽእልን ኢኻ። ትምህርቲ ክትቅጽል ከም እትኽእል እንተ ኣሚንካ ግና ክትመሃረሉ እትኽእለሉ መገድታት ክትምዝ ትኽእል ኢኻ። ክትመሃር ከም እትኽእል ነብስኻ እሞ የእመና። ብድሕሪኡ ከመይ ጌርካ ከም እትመሃር ደጋጊምካ ሕሰብ። ድሕሪ ክልተ ሰሙን ተመለሰኒ ኢለ ተፋነኽዎ። እዚ መንእሰይ ድሕሪ ክልተ ሰሙን ተመሊሱኒ። ብዛዕባ እቲ ዝበልካኒ ብዙሕ ሓሲበ ድሕሪ ምባሉ፣ ብኹሉ መዳዩ ሓሲበ ክመሃር ከም ዘለኒ ከኣ ወሲነ። በለኒ። ብሓደ ትካል ዝወሃብ ትምህርቲ ንኹሉ ናይ ትምህርትን ናውቲ ትምህርትን ክፍሊት ዝኸፍለሉ ረኺቡ። ንተበግሶኡ ሪኣ እውን በዓልቲ ቤቱ እናሰርሐት ክትድግፎ ጀመረት። ዝረኸቦ ገንዘብ ብመደብ ክጥቀሙሉ ጀመሩ። ቀዳማይ ዲግሪ ምስ ሰቐለ ኣብ ሓደ ዓቢ ትካል ኣብ ክፍሊ ምምሕዳርን ፋይናንስን ኮይኑ ስራሕ ተቖጽረ። ድሌት እንተሎ መገዲ ኣሎ፣ ከም ዝከኣል እመን፣ እዚኣ እታ ቀንዲ ረቋሒት ንሓደስቲ ሓሳባት እያ። ብመገዲ እምነት መሃዚ ኣተሓሳስባ እተማእብለለን ክልተ መገድታት፣ ሓደ፣ ኣይከኣልን'ዩ ኣይትበል። እዚ ቓል እዚ ካብ ኣፍካ ኣይተውጽኣዮ። ኣይከኣልን'ዩ ምባል ናይ ውድቀት ቃል'ዩ። ክልተ፣ ክትገብሮም እናኸኣልካ ዘይገበርካዮም ነገራት ዘክር። መብዛሕትና ነገራት ከየተግበርናዮም እንገድፎም ነቶም ከነተግብሮም ዘይክእሉና ምኽንያታት ኣቐዲምና ስለ እንድርድር'ዩ። ከነቐድሞ ዝግብኣና ግና እቶም ከነተግብረሎም ዘኽእሉና ምኽንያታት እዮም። ኣእምሮና ናብ በረድ ቀይርና እንተ ኣዛሕቲልናዮ ኣብ በረድ ኣእምሮ ክበቁል ዝኽእል ሓሳብ የለን። ሓደሽቲ ሓሳባት ኣብ ኣእምሮና ክፈርዩ ኣይክእሉን። ድሑር ኣተሓሳስባ እቲ ናይ መጀመርታ ቀንዲ ጸላኢ ንፈጠራዊ ኣተሓሳስባ እዩ። ድሑር ኣተሓሳስባ ነእምሮና የደስክል፣ ንምዕባለና የዛሕትል፣ ንምዕቡል ኣተሓሳስባና ከኣ ይዓግት። ድሑር ኣተሓሳስባታት ከነወግድ ዘኽእሉና መገድታት ሀ ሓደሽቲ ሓሳባት ተቐበል ክሰርሕ ኣይክእልን እየ ኣብ ተግባር ክውዕሉ ኣይክእሉን እዮም ዋጋ የብሉን ዝብሉ ነጸግቲ ሓሳባት ኣወግድ ለ ናይ ፈተነ ሰብ ኩን ሓደ ዓይነት ልምዲ ኣወግድ። ሓደስቲ ቤት መግቢ፣ መጻሕፍቲ፣ ኣዕሩኽ፣ ስራሕ፣ መናፈሻ እናዘውተርካ ፈትኖም። ኣመና ዓቃባዊ ኣይትኹን። ሐ። ገስጋስ እምበር ኣድሓርሓሪ ኣይትኹን። ዕዉታት ሰባት ካብቲ ሕጂ ዘለዎ ንላዕሊ ከም ዝምዕብሉ እዮም ዝኣምኑ። ዝበለጸ ክገብር እኽእልዶ? ኢሎም ኣይሓቱን እዮም። ዝበለጸ ክገብሩ ከም ዝኽእሉ ስለ ዝኣምኖም፣ ንዕኦም ዘሕስቦም ብኸመይ ዝበለጸ ከም ዝገብርዎ'ዩ። ዝበለጸ ክገብር እኽእል'የ ዝብል ፍልስፍና ተኣምራት'ዩ ዝገብር። ዝበለጹ ሓደስቲ ሓሳባት ከመንጭ'ዩ ዝጅምር። ንጎ ንጎ ካብ ድቃስካ ምስ ተንሳእካ ንዓሰርተ ደቓይቕ ከመይ ገይረ ካብ ናይ ትማሊ ዝበለጸ ክሰርሕ እኽእል ኢልካ ምስ እትሓስብ፣ ኣእምሮኻ ማይ ዘይጠዓሙ ሓደሽቲ ሓሳባት የመንጭወልካ። መዓልታዊ ከኣ ለውጢ ትርኢ። ሓደ ምሸት ኣነን በዓልቲ ቤተይን ስድራ እንዳ ዓርከይ ድራር ስለ ዝዓደሙና ኬድና። ኣብ መንጎ ብዛዕባ ኣብ ደገ ወፊረን ዝሰርሓ ኣንስቲ ዕላል ጀሚርና። እታ ሰይቲ ዓርከይ ቅድሚ ሓዳር ምግባራ ከምኡ ትሰርሕ ነይራ። ስራሕ ኣዝያ ትፈትዎ ነይራ። ሕጂ ግን ክልተ ቆልዑ ኣለዉኒ። ብዘይ ንሱ'ውን ስራሕ ገዛ ዝውዳእ ኣይኮነን። ስለዚ ክሰርሕ ኣይክእልን'የ። ትብል። ድሕሪ ቁሩብ እዋን ሓደ ሰንበት ምሸት ሰብኣይን ሰበይትን ምስ ደቆም ናይ መኪና ሓደጋ ኣጋጢምዎም ሰበይትን ቆልዑን ቁሩብ መቑሰልቲ ገጢምዎም ሓውዮም። እቲ ሰብኣይ ግና ናይ ዓንዲ ሕቖ ማህሰይቲ ስለ ዘጋጠሞ ኣብ ዓራት ተደኒሱ ዓዲ ውዒል ኮይኑ። እታ ሰበይቲ ኣማራጺ ስለ ዘይነበራ ስራሕ ክትወፍር ተገደደት። ድሕሪ ቁሩብ ኣዋርሕ ክንበጽሖም ምስ ከድና ግዜ ተኻዊንላ ንኹሉ ክትዓምም ምስ ረኣናያ ተገረምና። ርኢኹም ኣለኹም፣ ቅድሚ እቲ ሓደጋ ዕዮ ገዛን ናይ ደገ ስራሕን ኣወሃሂድካ ከእምም ከም ዝከኣል እፈልጥ ኣይነበርኩን። ሕጂ ግና ንኹሉ ከማልእ ክኢለ። ሕጂ ናይ ምዕያይ ዓቕመይ ናብ ሚእቲ ሚእታዊት ክብ ኢሉ። ቅድሚ ሕጂ ኣብ ዜድልዩ ነገራት ግዜ የጥፍእ ከም ዝነበርኩ በሪሁለይ። እቶም ቈልዑ ከም ዝሕግዙኒ ገይረ። ተለቪዥን ምዕዛብ፣ ቴሌፎን፣ ዙረት ምብጻሕ፣ ኣብ ቡን ምስታይ ዝጠፍእ ግዜ፣ ቀኒሱ ኢላትና። እዚ ተመክሮ እዚ ብዙሕ ኢና እንመሃረሉ። ናይ ምግባር ብቕዓትና ናይ ኣእምሮና ክፍሊ እዩ። ክሳዕ ክንደይ ዓቕሚ ኣሎና ኣብቲ ክንገብሮ ንኽእል ኢና ዝብል ኣተሓሳስባ እዩ ዝምርኮስ። ካብ ዘለኽዎ ንላዕሊ ክገብር እኽእል እየ ኢልና ምስ እንኣምን ኣእምሮና ናይ መተግበሪ ሜላ ክምህዝን ክሕብረናን ይኽእል። ኣብ ንግዲ፣ ኣብ ገዛ፣ ኣብ ሕብረተሰብ እትረኽቦ ዓወት ናይ ዝበለጸ ነገር ክትገብሮ ዝደለኻ ምትግባርን ናይ ካብ ክትገብሮ ዘለካ ዝዛየደ ምትግባርን ድምር ውጽኢት እዩ። ተግባርካ ብዓይነትን ብዝሕን ከተዛይድ ዝሕግዛ ደረጃታት፣ ሓደ። ተወሳኺ ሓላፍነት ስራሕ ተማእዚዝካ ተቐበሎ። ተወሳኺ ሓድሽ ናይ ስራሕ ሓላፍነት ምቕባልካ ተናኢድካን ተኣሚኑልካን ማለት እዩ። እቲ ዝበለጽካ ብቑዕ ሰብ ምዃንካ እዩ ዝምስክረልካ። ህርኩት ምዃንካ ስለ ዝኣመኑኻ እዮም ተደራቢ ስራሕ ዝህቡኻ። ንኣብነት ኣብ ኮምካ ዝኾነ ሓላፍነት ስራሕ ምስ ዝህቡኻ ተቐበሎም። እዚ ናብ ዝለዓለ ናይ ዞባዊ ሓላፍነት ክመርሓካ እዩ። ክልተ። ካብዚ ንላዕሊ ብኸመይ ከተግብር እኽእል ኣብ ዝብል ሓሳብ ኣእምሮኻ ጽመዶ። ኣእምሮኻ በዚ ሕቶዚ ምስ እትጸምዶ ሓድሽ መልሲ ትረኽበሉ። ገለ ካብዞም መልሲታት ጽቡቕ መደብን መሳርዕን መዲብካን ወዲብካን ብሓጺር መገዲ ንጥፈታት እተካይደሎም ወይ ከኣ ዘይረብሑ ንጥፈታት እተወግደሎም ክኾኑ ይኽእሉ። ከም ናይ ውልቀይ መትከል ዝወሰድክዎ ዝዕየ ወይ ዝሳለጥ ምስ ዝህልወኒ ነቲ ብስራሕ ጽሙድ ዝኾነ ሰብየ ዝህቦ። ኣገዳሲ ስራሕ ምስቶም ብዙሕ ናጻ ግዜ ዘለዎም ሰባት ከስርሖ ኣይደልን እየ። እቶም ኣነ ዝፈልጦም ዕዉታት ሰባት ኩሉ ግዜ ኣብ ስራሕ ዝተጸምዱ፣ ብላሽ ኣብ ዕንይንይ ዝጠፍእ ትርፊ ግዜ ዘይብሎም እዮም። ምስቶም ትርፊ ግዜ ዝበዝሖም ሰባት ግን ስራሕ ክጎናደብ ኢኻ እትርኢ። ኣብ ብዙሓት ሰባት ሓደ ዳህሳስ ገይረ፣ ካብኡ ኸኣ እዚ ተገንዚበ፣ ዓበይቲ ሰባት ንኽትዛረብ የተባብዑኻ፣ እቶም ታሕተዎት ሰባት ግና ክሰብኩኻ ይህንደዱ። ዓበይቲ መራሕቲ ኣብ ናይ ህይወት ጕዕዞኦም ካብ ምኽሪ ክህቡ ምኽሪ ክቕበሉ ይመርጹ። ቅድሚ ውሳነ ምሃቦም፣ ብዛዕባ እዚ ነገር እዚ እንታይ ሓሳባት ኣሎካ? እንታይ ይስምዓካ? ዝብል ሕቶ ኣቐዲሞም ይሓቱ። ኣብ መወዳእታ ነቲ ዝረኽቦ ሓበሬታታት ኣቀናቢሮም ናብ መደምደምታ ውሳነ የብጽሕዎም። ልክዕ ከምቲ ማሽን ነቲ ዝቐረበላ ዝምስራሕ ጥረ ነገር ናብ ውዱእ ፍርያት እተቕርቦ፣ ሓላፊ ኸኣ ነቲ ካብ ሰባት ዘዋህልሎ ጥረ ነገር ናይ ሓሳባትን ዝምስርሑ ርእይቶታትን ናብ ናይ መወዳእታ ፍረ ውሳነ የብጽሖም። ካብ ካልኦት ሰባት ውዱእ ሓሳባት ኣይትጸበ። ነቲ ዝህቡኻ ሓሳባትን ርእይቶታትን ግና ብምስትውዓልን ዕቱብነትን ምስ እትቕበሎም፣ ናትካ ናብ ውሳነ ዘሰጋግሩ ሓሳባት ከተመንጩ የበጋግሱኻ። ኣብ ቀረባ እዋን ኣብ ሓደ ኣኼባ ተሳቲፈ ነይረ። ኣብ ዓሰርተ ጉጅለታት ዝተኸፋፈለ ኰይኑ፣ ነፍሲ ወከፍ መራሕ ጉጅለ ዓሰርተ ሓሙሽተ ደቓይቕ ክዛረብ ዕድል ተዋሂቡዎ። እቲ ርእስቲ ዘተ ሽግራት ምሕደራ ብኸመይ ከም ዝፈታሕካዮ ምቕራብ እዩ ነይሩ። ኣብ መበል ታሽዓይ ዘቕረበ መራሕ ጉጅለ ሓላፊ ናይ ሓደ ዓቢ ውጽኢት ጸባ ትካል እዩ። ኣብ ክንዲ ሽግራት ብኸመይ ዝፈትሖ ዝገልጽ እቲ ዘለዎ ሽግራት ብኸመይ ክፈትሖ ከም ዝኽእል ምኽሪ ክህቦ ነቶም ተሳተፍቲ ሕቶ ኣቕሪቡሎም። ኩሉ ሽግራቱ ዘርዚሩ ናብቶም ጉጅለታት ኣቕሪብዎም ነቲ ኩሉ ዝሃብዎ ምኽሪ ብቴፕ ቀሪጽዎም። ድሕሪ ቁሩብ ኣኼባ ብዛዕባ'ቲ ፍሉይ ኣቀራርባኡ ንኢደየን ሓቲተዮን። ብዙሓት በላሕቲ ሰባት ኣብዚ ጉጅለ ነይሮም፣ ስለዚ ንስርሐይ ዝጠቕመኒ ርእይቶታትን ምኽርታትን ኣኪበ፣ ኢሉ መሊሱለይ። ኣስተውዕል፣ እዚ በዓል መዚ ሽግራት ብውሕሉል ዘርዚሩ ኣቕሪቡዎም፣ ሽዑ ጽን ኢሉ ናብ ምስማዕ ኣትዩ። ብድሕሪ'ዚ ንውሳነ ዝጠቕሙዎ ነገራት ኣዋህሊሉ። በቲ ሓደ ወገን እቶም ተዛተይቲ ንኽዛረቡ ዕድል ስለ ዝረኸቡ ተሓጒሶምሉ። ዕውታት ኣውፈርቲ ኩነታት ኣማዊሎም ንምግምጋም ናይቲ ዝህቦ ፍርያት ጣዕሚ፣ ብቕዓት፣ ዓቕን፣ ኩነታት ንኽፈልጡ ንዓማዊሎም ይሓቱ። ካብ ኣማዊልካ ርእይቶታት ምስማዕ ንፍርያትካ ተሸያጢ ይገብሮ። ኣብቲ ዝገብሮ መወዓውዒ እውን እንታይ ዓይነት መወዓውዒ ክገብሩ ከም ዘለዎም ርእይቶታት የዋህልሉ። ኣፍረይቲ ፍርያቶም ከዕብዩ፣ ርእይቶታት ህዝቢ ክሳብ ዝኣኽሎም ክእክቡን ክሰምዑን ይግብኦም። ብድሕሪኡ ድሌት ዓማዊሎም ከማልኡ ይጽዕቱን ንዓማዊሎም የሕጉሱን። ኣብ ሓደ ቤት ጽሕፈት ቤት ምኽሪ ንግሪ ኣብዚ ቀረባ እዋን ዘንበብኩዋ ጥቕሲ ኣላ። ንጆን ብራውን እቲ ጆን ብራውን ዝደልዮ ክትሸጠሉ ንነገራት ብኣዒንቲ ጆን ብራውን ክትርእዮ ኣለካ። ስለዚ ኣጠማምታ ጆን ብራውን ክህልወካ እንተኾይኑ ጆን ብራውን ዝብሎ ክትስማዕ ኣሎካ። ኣእዛንካ ሓደ ካብቶም ናብ ውሽጥኻ ሓበሬታታት ዘእትዉ መሳኹቲ እዮም። ንሳቶም ነእምሮኻ ናብ ናይ መሃዝነት ሓይሊ ክልውጡ ዝኽእሉ ጥረ ሓሳባት ይምግብዎ። ካብ ንሕና እንዛረቦ ዋላ ሓደ ክንመሃር ኣይንኽእልን ኢና፣ ካብ ሓቲትናን ሰሚዕናን እንቐስሞ ምህሮ ግና ደረት የብሉን። ናይ መሃዝነትን ፈጠራን ሓይልኻ ክብ ዘብላ ደረጃታት። ሓደ፣ ካልኦት ሰባት ንኽዛረቡ ኣተባብዕ። ኣብ ዝኾነ ዕላል ንሰባት ክዛረቡ ኣተባብዓዮም። ብዛዕባ ተመክሮኹም ኣዕልሉ ንበሎም። ካብዚ ክልተ ነገር ትኸስብ። ቀዳማይ፣ ሓድሽ ሓሳባት ወሲድካ መሃዝነትካ ተዕቢ። ካልኣይ ከኣ ኣዕሩኽ ኣብ ምጥራይ ይሕግዘካ። ሰባት ክፈትዉኻ ምስ እትደሊ ካብ ንሰባት ንኽዛረቡ ምትብባዕ ዝዓቢ ነገር የለን። ክልተ፣ ርእይቶኻ ወይ ርድኢትካ ብመልክዕ ሕቶ ኣቕርቦም። ሓሳባትካን ርእይቶኻን ካልኦት ሰባት ከነጽሩልካን ከብርሁልካን ዕድል ሃቦም። ብዛዕባ እዚ እንታይ ርእይቶ ኣለካ በሎም። ርእይቶታትካ ብሕቶ መልክዕ እናቕረብካ ነቲ ዕላል ኣማዕብሎ። ሽዑ ዝበለጸ ርእይቶታት ከተማዕብል ትኽእል። ሰለስተ፣ ካልኦት ሰባት ብዝብልዎ ተመሰጥ። ምስማዕ ማለት ልዕሊ እቲ ኣፍካ ዓቢስካ ትም ሕትም ምባል እዩ። ምስማዕ ማለት ሰባት ዝብልዎ ነገር ናብ ኣእምሮ ሰንጢቑ ምእታው ማለት እዩ። ገለ ሰባት ኣእዛኖም እኳ እንተ ጸለዉ ዋላ ሓደ ኣይስተውዕሉን። እቲ ዝዛረብ ዘሎ ሰብ መዓስ ዘረብኡ ወዲኡ ንሶም ድማ ይዛረቡ እዮም ዝሓስቡ። እቲ ዝበለጸ ግና ብተመስጦ ዘረባ ካልኦት ምስማዕ እዩ። እዚ'ዩ ከኣ ሓደ ካብ ነእምሮ እትምግበሉ መገዲ። ንኣእምሮኻ ዘነቓቕሑን ዘበራብሩን ብዙሓት መገድታት ኣለዉ። እዞም ዝስዕቡ ክልተ ነገራት ግና ብቐሊሉ ምስ ህይወትካ ከተተኣሳስሮም ትኽእል። ህም ምስ ከም ናትካ ተመሳሳሊ ስራሕ ዝሰርሑ ኣቐልል። ካብኣቶም ነእምሮኻ ዘነቓቕሕ ሓሳባት ኣዋህልል። ካብ ገዛእ ርእሱ ዝምገብ ኣእምሮ ከም መኣዛታት ዝጎደሎ ኣካል ድኹም ኮይኑ ሓደሽቲ ፈጠራታትን ምህዞታትን ከመንጩ ይእግሞም። ለም ኣብ ምስራሕካ ወጻኢ ዘሎ ዓውዲ ተሳተፍ። ምስ ካብ ሞያኻ ወጻኢ ዘለዉ ሰባት ብምሕባር ሓንጎልካ ንኸተስፍሕ ይሕግዘካ ስለዝኾነ ተጸንበሮም። ርእይቶታት ፍረ ናይ ሓሳባት እዮም። ኣድማዕነት ክህልዎም እንተ ኾይኑ ኣብ ግብሪ ክውዕሉ ይግባእ። እንተ ደኣ ኣብ ግቡእ ጊዜኦምን ቦትኦምን ዘይተተግቢሮም ልክዕ ከም ዝቐነዩ ፍረታት ይምሽምሹ። እንተ ዘይዓቂብናዮምን ተኸናኺንናዮምን ብኣሉታ ዝሓስቡ ሰባት ተበኪሎም ክዓንዉ ይኽእሉ እዮም። ርእይቶታት ካብታ ዝተወልዱላ ክሳዕ'ታ ኣብ ግብሪ ዝውዕሉላ ፍሉይ ክንክን ይደልዩ። መሐለውን መማዕበልን ርእይቶታት ዝጠቕሙ ሜላታት ሓደ። ርእይቶታት ከየምልጡኻ ጽሓፎም። ብዙሓት ርእይቶታት መዓልታዊ ይውለዱ፣ እንተኾነ ኣብ ወረቐት ስለ ዘይሰፍሩ ይሞቱ። ኣእምሮና ኣብ ምዝካሮም ድኹም እዩ፣ ስለዚ ኩሉ ግዜ ወረቐትን ፒሮን ሓዝ። ርእይቶታት ክርስዑ፣ ክበላሸዉ፣ ጻህያይ ክበቕሎም ሻላ ኣይትሕደጎም፣ ሓጹር ጌርካ ጋርዶም። ክልተ ርእይቶታት ደጋጊምካ ርእዮም። ኣብ ቀረባ ኣብ ፋይል ኣቐምጦም። ደጋጊምካ ብምድህሳስን ምኽላስን ሓደሽቲ ሓሳባት እናመንጨኻ ኣማዕብሎም። ሰለስተ ርእይቶታት ተኸናኸኖም። ርእይቶታት ከም ዝዓብዩ ግበር። ብዛዕብኦም ሕሰብ። ምስ ከምኦም ዝመሳሰል ርእይቶ ኣዛምዶም። ብኹሉ ሸነኽ ወይ ኩርናዕ ዳህስሶም። ምስ በሰሉ ኣብ ስራሕካ፣ መጻኢ ህይወትካ፣ ከም ዝውዕሉ ግበሮም። ኣስተውዕል። ንድፊ ርእይቶታት ኣብ ወረቐት ኣወቂብካ ቅረጾም። እቶም ንድፊ ብዝጭበጥ መገዲ ወቂቦም ክቐርቡ ከለዉ ንኽትሪኦም የብህጉ፣ ዓዳጊ ረኺቦም ዋጋ ከውጽኡ እውን ይኽእሉ። ኣዕሩኽትኻ፣ ሓለፍትኻ፣ ዓማዊልካ፣ ኣውፈርቲ፣ ክዕድግዎ ይኽእሉ። ንድፊ ርእይቶ ካብ ብቓል ዝቐርብ ብስእላዊ መገዲ ተቐሪጹ ክቐርብ ከሎ እዩ ዝያዳ ተደላይነት ዝህልዎ። መጠቓለሊ ሓደ ከም ዝኸውን እመን። ሓደ ነገር ከም ዝኸውንን ከም ዝከኣልን እንተ ደኣ ኣሚንካሉ፣ ኣእምሮኻ ሜላታት ኣብ ምፍጣር ኣይጽግሞን እዩ። ኣይከኣልን እዩ፣ ኣይሰርሕን እዩ ዝብሉ ቃላት ካብ ቃላትን ሓረጋትን ካብ ሓሳብካን ዘረባ ኣፍካን ኣወግዶም። ክልተ፣ ስልጡን ኣተሓሳስባ ኣማዕብል። ተቐባሊ ሓደሽቲ ሓሳባት ኩን። ተመራማሪ ኩን። ሓድሽ ሜላ ተጠቐም። ኩሉ ግዜ ምዕቡሉን ዘመናውን ኣተሓሳስባ ሓዝ። ጠረው ኣይትኹን ምሒር ዓቃባዊ ዄንካ ኣብ ዘይስልጡን ድሑር ባህሊ ነቒጽካ ኣእምሮኻ ኣይተልምሶ። ሰለስተ፣ ዝሓሸ ብኸመይ እሰርሕ በል። ርእሰ ምዕባለ ደረት መጠረሽታ የብሉን። ዝሓሸ ብኸመይ እሰርሕ ኢልካ ንነብስኻ ምስ እትሓታ ንጹርን ዝበለጸን መልሲ ትረክብ። ኣርባዕተ፣ ዝያዳ ብኸመይ እሰርሕ በል። ብቕዓት ወይ ክእለት ክፍሊ ናይ ኣእምሮ'ዩ። ንገዛእ ርእስኻ ዝያዳ ብኸመይ እሰርሕ ኢልካ ምሕታት፣ ኣእምሮኻ ቀሊል ወይ ዝሓጸረ ኣገባብ ከም ዝረክብ ይገብሮ። እቲ ዝበለጸ ክትገብሮ እትኽእል ግበር፣ እቲ ዝዛየደ ዓቐን ክትገብሮ እትኽእል ግበር ዝብላ ጭርሖታት ብሓደ ጸንቢርካ ምስ እተተግብረን፣ ፍርያትካ ብብዝሕን ዓይነትን ክዓቢ ይኽእል እዩ። ሓሙሽተ፣ ምሕታትን ምስማዕን ተለማመድ። ሕተትን ጽን ኢልካ ስምዓን። ሽዑ ንውሳነ ዝጠቕሙኻ ጥረ ነገራት ክትእክብ ኢኻ። ዓበይቲ ሰባት ናይ ምስማዕ መስርሕ ከም ዝቈጻጸርዎ፣ ድኹማት ሰባት ከኣ ናይ ምዝራብ መስርሕ ከም ዝብሕትዎ ኣስተውዕል። ሽዱሽተ፣ ሓንጎልካ ኣነቓቕሓዮ። ምስ ሰባት ኣብ ዝዀነ ነገር ምሕባር፣ ሓደስቲ ኣምራትን ሓደስቲ ሜላታትን ንኽትሓስብ ይገብሩ። ስለዚ፣ ምስ ዝተፈላለዩ ስራሕን ዝንባለን ዘለዎም ሰባት ሕበር።